ናበይ ክኸይድ እዩ ኣነ ሕጂ ብዙሕ ናይ ምንባይ ርስታይ ኣየድልየንን እዩ ርኡይ ስለ ዝኾነ ንገደል ተበገሰት ማኪና እንድሕሪ ፍሬኖኣ እንድሕሪ ተበቲኹ ኮይኑ እቲ ኣውቲስታ ከኣ ክጠውያ እንድሕር ዘይክእል ኮይኑስ ካብ ገደል ክትድሕን ትኽእል እያ ተልካኒ ምናልባሽ ተኣምራት ክርከብ ይከኣል ክኸውን ግን ካብ ክውን ነገራት እዚ ኣከያይዳ እዚ ናበይ ከም ዘምርሕ እዚ ብዙሕ ሰብ ዝፈልጦ እዩ። እዚ መሰረታዊ ጠንቂ ናይዚ ኣብ ኢትዮጵያ ኣጋጢሙ ዘሎ ፖለቲካዊ ቅልውላው ይኹን ዕግርግር እንታይ'ዩ? መጻኢ ተኽእሎ ፍጻሜታት ማለት'ዚ ስናርዮታት እንታይ ክመስል ይኽእል'ከ ትብል?
ሓደ ኣገዳሲ ርእይስቲ'ሎ ምናልባት ሕጂ ኣነ ከም ጉዳይ ድሕሪ ዓሰርተው ሰለስተ ዓመታት ዝመጽእ ዘሎ ኮይኑ'ዩ ዝረኣየኒ። ድሕሪ ተስዓን ሓደን፣ ናይ ደርጊ ስርዓት ምስ ወደቐ ኣብ ኣእምሮ ነፍሲ ወከፍና ዝነበረ እንታይ ክመስል እዩ ዝምድና ናይ ኤርትራን ናይ ኢትዮጵያን? ኤርትራ ናጻ ኮይና ኢትዮጵያ እንታይ ትመስል እያ? ንምግናን ኣይኮነን ወይ ንጃህራ ኣይኮነን ግን ሽዑ ዝነበረ ኣራእያን ሕጂ ዘሎ ኣራእያንሲ ኣይተቀየረን እየ ዝብል ኣነ ምክንያቱ ሽዑ ዝነበረ ኣራእያ ኣዝዩ ኣወንታዊ ምናልባት ተጋነነ ውን ክበሃል ይከኣል ኣብዚ ዝሓለፈ ፍርቂ ዘመን ኤርትራን ህዝቢ ኤርትራን ኣይኮነን ተጎዲኡ ህዝቢ ኢትዮጵያ እዩ ተጎዲኡ ማዕሪኡ ምናልባት ገዛኢ ስርዓታት ነይሩ ክኸውን ይኽእል፣ ገዛኢ ስርዓታት ዝፈጠሞ ጸገማት ነይሩ ክኸውን ይኽእል፣ ኣብ ሞንጎ ኤርትራን ኢትዮጵያን ዝተፈጥረ ምኑቛትን ኩናትን ህልቂትን ስርዓታት እየን ኣምጺኤንኦ። ግን ተስዓን ሓደን ኣኸቲሙ እዩ እዚ እንታይ ክምጽእ እዩ ኢትዮጵያ ናብ ሓድሽ ኩነት ክትሰጋገር ምእንቲ መሰጋገሪ ግዜ ከድልያ እዩ እዚ ከኣ ካብቲ ዝጸንሐ ስርዓታት ገባቲ ዘይናቱ ዝደሊ ንደገ ኹናት ዘምርሕ ኣብ ውሽጢ ስኽነት ዘምጽእ ናይ ኩሉ ህዝብታት ኢትዮጵያ ተሳታፍነት ዘረጋግጽ ን ቀስ ብቀስ ዝመጽእ ትራንስፎርሜሽን ናብ ሓዳስ ኢትዮጵያ ዘሰጋግር ኩነታት ክመጽእ ኣለዎ ሽዑ ኢና ንሕና ከም ምሩቓት ጎረባብቲ ቀሲንና ክንነብር ንኽእል ናይ ነብስና ናይ ክልቴና ጥራይ ዘይኮነ ኣብዚ ከባቢ ውን ኣወንታዊ ሃዋህው ክፍጠር ይከኣል እዩ ብመንገዲ ኢጋድ ብኻልኦት ዝተፈላለዩ ዞባዊ ኣወዳድባታት ተባሂሉ ሰሪሕናሉ ከኣ ብግብሪ ከኣ ስሚዒት ጥራይ ኣይኮነን ነይሩ እቲ ሽግር ግን ካብ ሽዑ ዝመጸ ዘይኮነስ ቅድሚኡ እውን ዝመጸ እዩ። ቅድሚኡ ከኣ ምስ ናይ ወያነ ዝተሓሳሰረ ዝመጸ ሕጂ ምናልባሽ ኣብቲ ናይ መወዳእታ ምዕራፋቱ በጺሑ ኣሎ ብግብሪ ምናልባሽ ዓሰርተ ኣርባዕተ ዓመት እውን ነዊሕዎ እየ ዝብል። ኣብዚ እንድሕር ተመሊስና ርኢናዮ ኣነ ኣብ ናይ ወያነ ኣእምሮ ተመሊስና ክንሪኦ ዘሎና መስለኒ። እዚ ሕጂ ዘሎ ቅልውላው ከመይ ጌርና ኢና ንሪኦ እንድሕር ተባሂሉ፣ ካልኦት ብዙሓት ተዋሳእቲ፣ ነንበይኖም ረቋሒታት እውን ኣለዉ ኢልና ክንዛረብ ንኽእል። ብሱሩ ግን ነቲ ስርዓት ወይ ነቲ ሾው ዝመርሕ ዝነበረ ሓይሊ ናይ ወያነ ዘምጽኦ ጸገማት እዩ። ስለምንታይ እንድሕር ኢልና ሰለስተ ዓበይቲ ስትራተጂያዊ ጌጋታት ዘዋህለሎ ጸገም ወይ ሕጂ ዝነትግ ዘሎ ጸገም እየ ዝብሎ። ካልኦት ክህልዉ ይኽእሉ ይኾኑ። ንግዜኦም ስትራተጂያውያን ዝብሎ ኣብ ኣጠማምታ ወያነ ንናይ ውሽጢ ኢትዮጵያ ኩነታት ዝነበረ ጸገም ኣብ ኩሉ ማይኖሪቲስ ወይ ዝወሓደ ዝረኣ ኣይኮነን ግን ኣብ ብዙሓት ማይኖሪቲስ ዝመጽእ ነገር እንታይ እዩ ዝፈረየ ደቂቕ ኮይንካ ምርኣይ። ዝፈረየ ደቂቕ ክትከውን ምድላይ ብጣዕሚ ሓደገኛ ስነኣእምሮኣዊ መኣዝን እዩ። ወያነ ወይ እቶም ናይ ወያነ ሊቃውንቲ ኢና ዝብሉ ብሽም ህዝቢ ትግራይ እውን እንተርኣይዎ፣ ማይኖሪቲ ኢና ዝብል ምንያቱ ካብ ህዝቢ ኢትዮጵያ ክንደይ ይኸውን ሓምሽተ ሚእታዊት ኣርባዕተ ሚእታዊት ሰለስተ ሚእታዊት ሸውዓተ ሚእታዊት ብዘየገድስ ኣብ ዙፋን ኮፍ ኢልካ ስልጣን ክትቆጻጸር እንድሕር ኮንካ ኣብ ኢትዮጵያ በተሓሳስባ ወይ ብስነኣእምሮ ናይ ወያነ ትዝገዘፈ ደቂቅ ክትከውን ክትክእል ኣለካ። ዝገዘፈት ደቂቕ ክትከውን ምእንቲ፣ ነቶም ገዘፍቲ ከተዳቕቖም ክትክእል ኣለካ፣ ክትበታትኖም ማለት እዩ፣ ከተዳኽሞም። ብውሽጢ ምብትታን ዲኻ ከተዳኽሞም? ብሓይሊ ጠበንጃ ጨፍሊቕካ ዲኻ ከተዳኽሞም? ብናይ ቁጠባ ዕድላት ምኹላፍ ዲኻ ከተዳኽሞም? ነንበይኑ መሳርያታት ጌርካ ከተዳኽሞም ክትክእል ኣለካ። እዚ ሓደ ስትራተጂያዊ ጸገም ኣብ ኣእምሮን ኣተሓሳስባን ናይ ወያነ እዩ። ኣብ ዙፋን ኮፍ ክትብል ክትክእል ምእንቲ ኣብ ኢትዮጵያ ክትመቓቕል መቓቒልካ ንስኻ እቲ ዝፈረየ ደቂቕ ክትከውን ክትክእል ኣለካ። ሓደ ዓብይ ፀገም እዩ። ምናልባት እዚ ብክልተ ሰለስተ ቃላት ወይ ምብኣት ሓሳባት ጠቒስካዮ ክሕለፍ ይከኣል ይኸውን ግን ዝርዝራቱ ምስዚ ዝሓለፈ ናይ ዓሰርተ ወርባዕተ ዓመት ተመክሮ እንተሪኢኻዮ ገጂፍ እዩ እቲ ዝርዝራት እቲ ሓቅታት ወይ እቲ ጭብጥታት ማለት እዚ ዓብይ ስትራተጂያዊ ጌጋ እዩ። ብፈደራላዊ ኮንስቲትዩሽን ዝበሃል ይገለፅ፣ ብዝተፈላለየ ካልእ ፖለቲካዊ ጣቋታት ይገለፅ፣ ብሙሉኡ ንናይ ውሽጢ ኢትዮጵያ ፖለቲካዊ መስርሕ ክእዝዝ ዝፀንሐ ኣተሓሳስባ፣ እዚ ዓብዪ ፀገም እዩ። ዓብዪ ሚስካልኩሌሽን ኣብ ኣጠማምታ ናይ ወያነ። ምናልባት ዕድላት ሽዑ ዘጋጠመ ጋግዩ ክኸውን ይኽእል፣ ሓይሊ ውን ኣለኒ ቅልፅም ውን ኣለኒ ሓይሊ ደሊበ እየ ምባል ውን መጋገዪ ነይሩ ክኸውን ይኽእል እዩ ግን ብቐንዱ እቲ ኣተሓሳስባ ኣብ መወዳእታ ፀገም ዝኾነ። እቲ ካልኣይ ሽግር ስዒቡ ዝመፀ ማለት እዩ። ምስ ኤርትራ ዝተፈጥረ ዝተማህዘ ግጭት ሙህዘ እየ ዝብሎ ኣነ ኢንቨንሽን ናይ ወያነ ምስ ኤርትራ ዶ ጻልእሲ ታይ ነርዋ ወያነ በየናይ ምኽንያት ክጽላእ ጽልኢ ክፍጠር ይክኣል ብጆግራፍያዊ ቅርበት ድዩ ብረብሓታት ድዩ ብናይ ሓባር ምስራሕ ተመክሮ ድዩ ብኸመይ መንገዲ ክግለጽ ይክኣል ኩናት ምውላዕ ምስ ኤርትራ። እዚ እቲ ካልኣይ ዓቢ ስትራተጂያዊ ጌጋ እየ ዝብሎ። ሎሚ ወያነ ኣለኹ ዝብል ክኣምነሉ ይደልን እዩ። ምክንያቱ ዓቢ ጌጋ ስለ ዝኾነ ተጋግየ ምባል ከኣ። ሕጂኳ ሰዓታ ሓሊፍዎ እዩ። ኣብ ኣእምሮ ናይቲ ዝገዝእ ዘሎ ሓይሊ እውን ስለዘየለ፣ እዚ ዓቢ ስትራቴጂያዊ ጌጋ እዚ ንምንታይ ከገልግል ተባሂሉ መጺኡ እንድሕር ተባሂሉ፣ ባድመ ኣብዚ ኲናት ተገይሩ እዚ ኲናት ተገይሩ መመኽነይታ ኣብቲ ዙፋን ኮፍ ክትብል ምእንቲ እቲ ሓደ እቲ ቀዳማይ ስትራቴጂያዊ ጌጋ ዝበልኩዎ እዩ። ኣብ ዙፋን ኮፍ ክትብል ምእንቲ በጠማምታ ናይ ወያነ፣ ንኤርትራ ገንሸል ምግባር እቲ ካልእ ከባቢታት ብናይ ወያነ ኣተሓሳስባ ምናልባሽ ኣብ ኢትዮጵያ ጸላእተይ ዮም ሹቨኒስ ዮም ትምክሕተኛታት ዮም ዝብሎም ዝነበረ ህያብ ኣብ ሸሓነ ህያብ ናይ ተቕርብ ማለት እዩ ንህለ ንሕና ተባኢስና ኢና ምዚኣቶም ከምዚ ገርናዮም ኢና ጽባሕ ክንጥኢኹም ዓሰብ ክንበኩም ኢና ከምዚ ንገብር ኢና በዚ ንፈጥርና ከምዚ ነብልካ ናይ ፖለቲካ መጓሳጎሲ ወይ ራሊ መግበሪ ህያብ ናይ ኤርትራ ክሳድ ማለት እዩ እምበር ባድመ እዚ እዚ እዩ ኢልካ ኩናት ምጅማር እንታይ መድለየ እንታይከ ምኽንያታት ነርዎ ምናልባት እቶም ምዕባለታት ሓደ ባዕልኻ ብኣንጻሩ ኩሉ ትዕግስትና ኩሉ ጻዕርና ነዚ ነገር እዚ ንምትድዳእ ስለምንታይ እዩ እተዓወተ እንተተባህለ ወያነ ኣንቂዱ ዝሓዘ ዝሓዞ ሓደ ሓደገኛ ስትራተጂ ነይሩ ንሱ ከኣ ገንሸል ምሃብ ማለት ንመን እዩ ኣብ ኢትዮጵያ ውን እኮ እቲ ገንሸል ዝቅበል መን እዩ እንድሕር ኢልካ ሕጂ ተመሊስካ ክትሪኦ የለን ኣብ ኢሉዥን ናይ ወያነ እዚ ከገልግለኒ ይኽእል እዩ ኣነ ካብ ናይ ትግራይ መሰል ርእሰ ውሳኔ ዝብል ዝነበረ ውድብ ቻምፒዮን ናይ ኢትዮጵያ ኮይንካ ክትረኣ ክትክእል ምእንቲ ነዚ ቻምፒዮንነት እዚ ግዳይ ከተምጽእ ክትክእል ኣለካ። ግዳይ ከኣ ኮይንናኻ። ዝሓለፈ ሸውዓተ ዓመታት ዝረኣናዮ ጸገማት ናይዚ ስትራተጂያዊ ምርጫ ጌጋ ናይዚ ሚስካልኩሌሽን እዚ ሳዕቤን እዩ ክንብል ንኽእል። ሳልሳይ ስትራተጂያዊ ናይ ኣጠማምታን ኣተሓሳስባን ጌጋ ዝብሎ ናይ ወያነ ኣብ ደገ ምምርኳስ እዩ። ማለት ብዛዕባ ኣብ ደገ ዘሎ ኣጠማምታ ኩሉ ግዜ ንብዙሓት ኣብ ቐረባ ዘዕልሎም ሰባት ዝብሎ ምስላ ኣሎ ናይ ወያነ ሊቃውንቲ ዝብልዎ እዩ። ምስ ሓያል ውሽማ ድማ ተመሳሲልካ ሕደር ታይ ማለት እዩ ገለ ገለ ካብዞም ናህና ውን ገለ ካብቲ ኣባሃህላታት ክልቁሑ ዝጀመሩሉ እዋናት ነይሩ ወይ ጎቦ ኩን ወይ ጎቦ ተጸጋዕ እንታይ ማለት እዩ። ንእሽቶ ትኹን ደጃፍ ገዛኻ እንድሕሪ ሞይቋ ተሳኒኻ ትሓድረላ ኮንካ እቲ መሰረታዊ ንሱ እዩ። ገዛኻ ከየሞቕካ፣ ናይ ውሽጢ ገዛኻ ሽግር ከይፈታሕካ ወይ ኣብ ውሽጢ ሃገርካ ዘሎ ጸገም ከይፈታሕካ ብናይ ደገ ደገፍ፣ ብናይ ደገ ምትብባዕ፣ ብናይ ደገ ባላ ክትነብር ትኽእል ዲኻ? ኣብ ናይ ወያነ ኣተሓሳስባ ግን ምስ ናቱ ሳይክ ዝኸይድ ዝዓበየ ሽግር ዝገበሮ ኣብ ውሽጢ ዘተኣማምን ነገር ከይሓዘ ብደገ ምስ ናይ ደገ ዝረኣናዮ ዝምድናታት ኣብ ዝሓለፈ ዓመታት ብፍላይ ኤርትራ ገንሸል ካብ ዝኾነትሉ ንደሓር ወያነ ዓንቂዱ ዝሰርሓሉ ናይ ደገ ደገፍ ምርካብ እዩ። ናይ ብሓቅኻስ ኣብቲ ትማሊ እተኻየደ ምርጫታት ንወያነ ንምድሓን ዝነበረ ምትእትታው ናይ ደገ እተርእናዮ ቀሊል ኣይኮነን ግን ኣብ ቅድሚ እቲ ዝተፈጥረ ማዕበል ደው ክብል ኣይከኣለን እዚ ውሽጣዊ ጉዳያትካ ናይ ውሽጢ ስኒትካ ናይ ውሽጢ መስርሕካ ብግቡእ ከይማዕበለ እንከሎ ብናይ ደገ ደገፍን ብናይ ደገ ምትብባዕን ናይ ውሽጢ ኩነታት ክቆፃፀር እኽእል እየ ዝብል ኣተሓሳስባ ናይ ወያነ ካብ ነዊሕ እዋን እውን ዝፀንሐ ሓደ ካብቲ ዓብዪ ሽግር እዩ። ደማሚሮም እዚኣቶም እንታይ ኣምፂኦም? እዚ ሕጂ ንሪኦ ዘለና ኩነታት መፂኡ። ካልኦት ዘይስትራተጂያውያን ዝበሃሉ ምናባሽ ኣብ ኣተገባብራ፣ ኣብ ምሕደራ፣ ኣብ ምምሕዳር፣ ኣብ ኣተሓሕዛ ናይቶም ጉዳያት ዝመጹ ካልኦት ብዙሓት ጉዳያት እውን ኣለዉ። ግን እዚኦም ኣነ ከም ሰለስተ ዓበይቲ ጌጋታት ዝብሎም። እዚ ዓሰርተ ኣርባዕተ ዓመታት እውን ነዊሕዎ። ዓሰርተ ኣርባዕተ ዓመታት ስለምንታይ እዩ ነዊሑ? እቲ ማክያቬላዊ ባህሊን ኣተሓሳስባን ናይ ወያነ ነቲ ግዜ ንምምጣጥ ሓጊዙ። ንግዜ ንምምጣጥ ዝሓገዘ ከኣ እቲ ናይ ግዳም ረቋሒ እዩ። ዋላ ሓረግቲ ናህና ናይ ዶብ ጉዳይ ካልኦት እውን መጺእና እንተርኢናዮ መጢጥዎ እቲ ናይ ደገ ጉዳያት ንሱ ምናልባሽ ብናይ ደገ ስትራተጂን ኣጠማምታን ክትትንትኖ ይከኣል ይኸውን ግን ነዚ ሕጂ ንሪኦ ዘለና ኣብ ኢትዮጵያ ዝማዕበለ ኩነታት መጢጥዎ ንነዊሕ ግዝያት እምበር ካብ ክቕልቀል ዝጅምርን ኣንፈታቱ ካብ ዝረኣንሲ ገና ቕድሚ ክንደይ ዓመታት ክንዲ ቅድሚ ዓመታት እውን ዝረኣ ዝነበረ እዩ። እዚ ምስ ኤርትራ ዝተኣወጀ ኹናት ካሞፍላጅ ገይርዎ ወይ ማስክ ገይርዎ ነይሩ ክንብል ንኽእል። ግን ፈጺሙ ኣይፈወሶን ነቲ ጉዳይ። ክባላላእ እዩ ጸኒሑ ነንሓድሕዱ። ሕጂ ትማሊ ኣብ ወርሒ ክልተ ወርሒ ዝነተጐ ነገር እኮ ኣይኮነን እዚ። ድምር ናይዞም ዝጠቐስኩዎም ስትራተጂያውያን ጌጋታት ውጽኢት እዩ። እቲ ኢሉዥን ቀጻሊ እዩ። ኢሉዥን ናይ ወያነ ቀጻሊ እዩ ሕጂ ብናይ ደገ ጃንጥላ ወይ ሳልቫጀንተ ጌርካ ክትድሕን ምፍታን ቀጻሊ ኣሎ ናይ ደገ ጻዕሪ ውን የለን ማለት ኣይኮነን እዚ ናይ ምምቕቓል ፈተነ ኣብ መንጎ ኦሮሞን ኣብ መንጎ ኣምሓራን ግጭት ምፍጣር ኣብ መንጎ ኦሮሞ ነንሓድሕዱ ግጭት ክትፈጥር ምፍታን ኣብ መንጎ ኣምሓራ ነንሓድሕዱ ግጭት ክትፈጥር ምፍታን ንህዝቢ ትግራይ ዘይኮነ መልእኽትታትን ዘይኮነ ናይ ፅልኢ ጎስጓሳትን እናካየድካ ብናይ ስግኣት ስነኣእምሮ ኣብ መጋበርያ ክትገብሮ ምፍታን ናይ ብሓቂ መቐፀልታ ናይቲ ቅድም ኣይትመሃርን ዲኻ? ትምህርቲ ዝባሃል ነገር የለን ኣብ ናይ ወያነ ኣስኮላ ተጋጊኻ ምምሃር የለን ዓበይቲ ስትራተጂያውያን ጌጋታት ፈጺምካ ምእራም የለን ምልጋጽ ጥራይ እዩ። እወ ግዜ ክገዝእ እኽእል እየ ንግዜ መግዝኢ ዝኸውን ዕድላት ከኣ ስለ ዘይሰኣን እቲ ግዜ ምግዛእ ቲኬት ንእሽቶ ሎሚ ትገዝእ ጽባሕ ሓንቲ ዓባይ ቲኬት ትገዝእ ንኸይድ እዚኣ ናይ መወዳእታ ዝረኣናያ ናይ ሓሙሽተ ዓመታት ቲኬት ክግዛእ ተባሂሉ እዩ ኩሉ ዳንኬራታት ተጌሩሉ ኔሩ። ከምኡ ክትገብር ኣይትኽእልን። ብመጻንሒ ጥራይ ክትከይድ ኣይትኽእልን። ሕጂ ውን ድሕሪ ምንታግ ናይዚ ኩነታት ቀጻሊ ፈተነ ናይ ወያነ ኣብኡ እዩ። ሕጂ ምናልባሽ ኣምሓራ እዮም ጸላኢታትና፣ ትምክሕተኛታት እዮም ጸላእትና፣ እዚኦም እዚኦም እናበልካ ንኦሮሞ ከም መጋበርያ ክትጥቀመሉ ምሕሳብ። ከምዚ ዓይነት ዕሽነት ድሕሪ ዓሰርተ ወርባዕተ ዓመታት ክመጽእ ዝኽእል ኣነ ሕጂ ተስዓን ክልተን ተስዓን ሰለስተን ግንባር ሓርነት ኦሮሞ ተቃሊሱ እኮ እዩ ደርጊ ምውዳቅ ብዓቅሙ ነይርዎ እኮ እዩ ሰራዊት ልዕሊ ዕስራ ሽሕ ዝከውን ዝዓጠቀ ሰብ ነይርዎ እዩ ኣብ ኪዳን ኣትዩ ምስ ወያነ ክሰርሕ ኣብ ዝነበሮ ድልየት ኣብቲ እዋንቲ ወያነ ንግንባር ሓርነት ኦሮሞ ስለ ዘይደለየ ናቱ ናይ ሳተላይት ውድብ ኦፒዲኦ ዝብሃል ክፈጥር ስለ ዝደለየ ንኦሮሞ ብረቱ ኣራጊፉ ንዝእሰር ኣሲሩ ዝሳናበድ ኣሳናቢዱ ኮፋሕፋሕ ኣቢልወ ሕጂ ድሕሪ ዓሰርተ ወርባዕተ ዓሰርተው ሰለስተ ዓመታት ተመሊሱ ወያነ ምምጽዳቁስ እንታይ ገርካ ክትርጎም ይካኣል ሕጂ ንኦሮሞ ምስ ኣምሓራ ክተባእስ ምፍታን ንምንታይ በበየናይ ክግለጽ ይካኣል ኣብ ውሽጢ ካልኦት ብሄራት ምኑቛት ናይ ምፍጣር በየናይ ክግለጽ ይከኣል ተተባሂሉ፣ ዝፈረየ ደቂቕ ክትከውን ነቲ ካልእ ከተደቓቕ ኣለካ። ጌጋታትካ ካልእ ትእርም ብኣጋ ከኣ ነቲ ጌጋታት መመሊስካ ግዜ መዳናጎዪ ጥራይ እናዓደግካ ክንዲ ነቲ ሕማም ብሱሩ ምፍዋስ ነቲ Symptoms ክትፍውስ ምፍታን እዩ እዚ ሕጂ ንርእዮ ዘለና ናበይ ከምርሕ እዩ። ናይ ግዜ ጉዳይ ጥራይ እዩ። ወያነ ኣብቂዑ'ዩ። ካብዚ ንላዕሊ ክቕጽል ይኽእል'የ፣ በዚ ኣሜሪካ ተደገፉኒ፣ በዚ እንግሊዝ ተጣቕዑለይ፣ በዚ ሓደ እንታይ ተገበረለይ፣ በዚ ከምዚ ኢልካ መዳናጎዪ ጥራይ እዩ። መቋሰሊ ጥራይ እዩ። ኣብ ውሽጢ ህዝቢ ኢትዮጵያ ሕጂ መቒለ መቓቒለ፣ ኣምሓራ ነንሓድሕዶም ኣናቝተ፣ ኦሮሞ ነንሓድሕዶም ኣናቝተ ወይ ኣምሓራን ኦሮሞን ኣናቝተ፣ ንሶማል ኣናቝተ፣ ዓፈር ከምዚ ገይረ ጸጊዐ፣ ንሓደ ከምዚ ገይረ ዝበሃል፣ ናይ መበል ዓሰርተው ሓደ ሰዓት ምናልባሽ ናይ መበል ዓሰርተው ሓደ ሰዓትን ሓምሳን ትሽዓተን ደቂቅን ህቀናታት ጥራይ እዩ ክኸውን ዝኽእል ስለዚ ናበይ እዩ ገጹ ዝኸይድ ዘሎ ናይ ዝኾነ ሰብ ግምት እዩ it's anybody's guess ዝኾነ ሰብ guess ክገብሮ ዝኽእል ነገር እዩ ግዜ ክመጥጥ ይኽእል ይኸውን በዚን በትን ወርሒ ክልተ ወርሒ የካልእ ማልእ ክወሳሰብ ይኽእል ይኸውን ግን It's too late እየ ዝብል ኣነ። ካበይ መጸ ግን ጽቡቕ መረዳእታ ክህልወና ምእንቲ እቶም ነዚ ኩነታት እዚ ዝፈጠሩ ምዕባሌታት እቶም ስትራቴጂያዊ ጌጋታት ወይ ምርጫታት እቲ ዝነበረ ሚስካልክሌሽን ንጹር እዩ። ካብዞም ዝጠቐስክዎም ሰለስተ ግጉያት መኣዝናትን ኣከያይዳን ናይ ወያነ ዝመጸ ከኣ እዩ። ስለዚ ናበይ ክኸይድ እዩ? ኣነ ሕጂ ብዙሕ ናይ ምንባይ ስታይ ኣየድልየንን እዩ። ርኡይ ስለ ዝኾነ ንገደል ተበገሰት ማኪና እንድሕሪ ፍሬናኣ እንድሕር ተበቲኹ ኮይኑ፣ እቲ ኣውቲስታ ከኣ ክጠውያ እንድሕር ዘይክእል ኮይኑስ፣ ካብ ገደል ክትድሕን ትኽእል እያ ተልካኒ። ምናልባሽ ተኣምራት ክርከብ ይከኣል ክኸውን ግን ካብ ክውን ነገራት እዚ ኣከያይዳዚ ናበይ ከም ዘምርሕሲ ብዙሕ ሰብ ዝፈልጦ እዩ።